ክቡራት ተኸታተልትና ሓደሽቲ ምዕባለታት እዚ ዕለት ሒዝና መፂና ኣለና ሓደሽቲ ዝኾንኩም ሰብስክራይብ ምግባር ኣይትረስዑ ኩላኹም ተኸታተልትና ሼር ላይክ ብምግባር እውን ክተተባብዑና ብኽብሪ እናዓደምና ኣርእስተ ዜና እንሆ! ስርዓት ብልፅግና ወረዳ እንደርታ ንካልኣይ ግዜ ናይ ድሮን መጥቃዕቲ ፈፂማ ኣላ። ብልፅግና ንጉሆ ሰዓት ሰለስተን ፈረቓን ኣከባቢ ደብዳብ ምፍፃሙ እንዳተፀብፀበ ዝፀንሐ እንትኸውን ድሕሪ ሰዓት ከባቢ ዓሰርተ ሰዓት እውን ንካልኣይ ግዜ ዝርዝሮ ክስዕብ እዩ። ብልፅግና ኣብ ልዕሊ ሻዕብያ ክሳ ቐሪቡ። ጭጉራፍያስ ባዕላ ወቒዓ ትእወ ከም ዝበሃል ብልፅግና ሓድሽ ክሲ ከም ዝመስረተ ተሓቢሩ። ዝርዝር ክስዕብ እዩ። ሓይሊ ኣየር ትግራይ ስጉምቲ ከም ዝጀመረ ተሓቢሩ። ዘመናዊ ድሮናትን ፀረ ድሮናትን ዝወነነ ሓይሊ ኣየር ትግራይ መጥቃዕቲ ብልፅግና ስዒቡ ስጉምቲ ከም ዝጀመረ ሕጂ ዝተረኸበ ሓበሬታ የረድእ። ናባኹም ክነብሎ ኢና። ኣርሚ ሰብዓ መራሒ ግንባር ከምዝማረኸት ተሓቢሩ። እቲ ቅልጡፍ ዝኾነ ስጉምቲ ዝተወሰደ እውን ኣብ ዶብ ምዕራብ ትግራይ ከምዝኾነ ዝተገለፀ እንትኸውን ካብ ሓይልታት ፅምዶ እውን ዝተሳተፉ ከምዘለዉ ተሓቢሩ ኣሎ። ዝርዝሩ ክስዕብ እዩ። ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና። ክትከታተሉና ብኽብረ ንዕድመኩም። እዚ ከምዚ ኢሉ እናሃለወ ብልፅግና ኣብ ልዕሊ ኤርትራ ሓድሽ ክሲ ከምዘቕረበ ተገሊፁ። ነቲ ብብልፅግና ዝቐረበ ክስን መልሲ ኤርትራን ብናቅፋ ፕረስ ከምዝስዕብ ቀሪቡ ኣሎ። ስርዓት ብልፅግና ኣብ ዝሓለፈ ሰልስተ ዓመት ብምፍርራሓን ተሃንዲደ ሰነ ኣእምራዊ፣ ውግእ ኣብ ልዕሊ ኤርትራ ብኽፋት ኣወጀ እዮ። ንላእላውነትን ክብረን ሃገርን ኤርትራ ከዓ ብቆሎዕ ጢሒሶ ክብል ላእላውነቶም ክንቅንጥጦ ኢና ብምባል ብድፍረት ተዛሪበ እዮ። እዚ ድማ ብልጽግና ኤርትራ ብላእላውነተይን መሬታዊ ሓድነተይ ምጥቃዕት ትፍጽም ኣላ ይብል ኣሎ። ኤርትራ ኣብ ልዕሊ ኢትዮጵያ ውግእ እንትትኸፍት እውን ሙሉእ ሕጋዊ ምኽንያት ኣለዋ። እቲ ልዕሊ ኤርትራ ብክፋት ዝተኣወጀ ኹናት ንምፍሻል ኤርትራ ሙሉእ ሕጋዊ መሰል ኣለዋ። ግን ከዓ ህዝቢ ኤርትራ ሕሰምን ዕንወትን ሙሉእ ስለዝርደኦ ንውግእ ኣይተሃንደደን ይብል ካብ መራሕቲ ኤርትራ ዝተውሃበ መልሲ። ስርዓት ብልፅግና ግን ውሽጣዊ ቅልውላው ሃገር ስለዘጨነቖ ሓይልታታት ፋኖ ስለዘርዐድዎ ሓይልታት ትግራይ ምስ ኤርትራ ስለዝወገኑ ኣብ ክንዲ ኣብ ጉዳይ ሃገሩ ኣተኪሩ ምስራሕ ንሃገረ ኤርትራ ክውንጅል ይውዕል ኣሎ። እቲ ብጉሆድ ንዓሰብ ብሰላም እንተዘይክኢሉ ብሓይሊ ክንሕዛ ኢና ንኤርትራ ቃዛ ክገብራ እየ እናበለ ክፍክር ዝጀመረ ስርዓት ብልጽግና ተቓወምቲ ኤርትራ ዝበሃሉ ኣብ ጎኑ ክሰልፎም ብምፍታን ብጉህድ ኣብ ልዕሊ ኤርትራ ውግእ ከፊቱ እዩ። ሕጂ ደኣ እንታይ ረኺብዎም እዩ ኤርትራ ኣብ ጉዳይ ሃገረይ ጣልቃ ትኣቱ ኣላ እናበለ ናብ ክሲ ዝጓየ ዘሎ ይብል ብወገን ኤርትራ ዝተውሃበ ረዚን መልሲ። ጭጉራፍ ባዕላ ወቒዓ ተእዊ እዩ። ነቲ ኤርትራውያን ብብዝሒ መስዋእቲ ዝጨበጥዎ ንጻነት ብድምጾም ዘረጋግጽዎ ላእላውነት ኣብ ክንዲ ምኽባር ብሕጋዊ መንገዲ ምስ ጎረባብቱ ክሰርሕ ኣብ ክንዲ ምፍታን ናብቲ ሃንዳድን ፈኸራን ዝተጸመደ መንግስቲ ብልጽግና ስንፍንኡን ፍርሓቱን ኣብ ክንዲ ምእማን ንኤርትራ ዓላማ ምግባር መቐጸልታ ምህደሚ ውሽጣዊ ጸገሙ እዩ ይብል እቲ ብወገን ኤርትራ ንብልጽግና ዝተዋሃበ መልሲ። እዚ ከምዚ ኢለ እናሃለወ ብልጽግና ሕጂ እውን ንካልኣይ ግዜ ኣብ ልዕሊ ወረዳ እንደርታ ናይ ድሮን ደብዳብ ከም ዘካየደ ተሓቢሮም። ስርዓት ብልፅግና ኣብ ትግራይ ወረዳ እንደርታ ጣብያ ቀዳማይ ወያነ ቁሸት ዳንዴራ ንጉሆ ከባቢ ሰዓት ሰለስተ ደብዳብ ድሮን ከም ዝፈፀመ ይፍለጥ። በቲ ናይ ንጉሆ ደብዳብ ኣብ ኣካላት ህዝቢ ጉድኣት ከም ዘብፀሐ ክፅብፀብ ፀኒሑ እዩ። ብዘይ ፀገብ ስርዓት ብልፅግና ድሕሪ ሰዓት ከባቢ ዓሰርተ ሰዓት ኣብ ተመሳሳሊ ቦታ መጥቃዕቲ ከም ዝፈፀመ ተረጋጊፁ ኣሎ። ሕጂ ዝተረኸበ ሰበር ዜና ከምዝሕብሮ ሓይሊ ኣየር ትግራይ ስጉምቲ ከምዝጀመረ ተሓቢሩ። ብልፅግና ኣብቲ ሎሚ ዝገበሮ ናይ መጀመርያ ዙር መጥቃዕተ ጉድኣት ከም ዘብፀሐ ዝተገለፀ እንትኸውን ኣብቲ ካልኣይ ግዜ ግን ሓይሊ ኣየር ትግራይ ብዝወሰዶ ናይ ሲግናል ጠለፋት መጥቃዕቲ ዓላምኡ ከም ዘይወቕዐን እታ ድሮን እውን ተሓምሽሻ ክትከውን ከም እትኽእልን ካብ መቐለ ዝተረኸበ ሓበሬታ የረድእ። ምሕምሻሽ'ታ ድሮን ብዝምልከት ዝተረጋገጸ ሓበሬታ እኳ እንተዘይተረኸበ፣ ዝተገበረ መጥቃዕቲ ግን ዓላምኡ ከምዘይወቐዐ ተሓቢሩ ኣሎ። እዚ ከምዚ ኢሉ እናሃለወ፣ ኣርሚ ሰብዓ ብዝወሰዶ መብረቓዊ ስጉምቲ፣ መራሒ ግንባር ወራር ሓይሊ ኣብ ትሕቲ ቁጽጽር ከምዝወዓለ ተሓቢሩ። እቲ ብሃንደበት ዝተኻየደ ስርሒት ወራር ሞትን ቁስለን ዝኾነ እንትኸውን ዝተረፈ ድማ ከም ዝተማረኸ ተሓቢሩ ኣሎ። ኣብዚ ኦፕሬሽን ሓይልታት ፋኖ እውን ከም ዝተሳተፉ ተገሊጹ ኣሎ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም!